ቤት ምኽሪ ትግራይ ናብ ስርሑ ምምላሱ ኣብ ትግራይ ዝነበሩ ፀገማት ሰናይ ምምሕዳር ከምዝፈትሕ ተሓቢሩ። ኣብ ስዑዲ ዓረብ ክቕንፀሉ ሞት ተፈሪድዎም ዝርከቡ ኣማኢት ተጋሩ ስደተኛታት ምሕረትን ሓለዋን ክግበረሎም ፕሬዝደንት ብሄራዊ ክልላዊ መንግስቲ ትግራይ ዶክተር ደብረፅዮን ገብረሚካኤል ተማሕፂኖም። ምምላስ ተወንዚፉ ዝፀነሐ ቤት ምኽሪ መንግስቲ ትግራይ ምስ ኲናትን ወረ ዂናትን ፍፁም ዘተኣሳስር ከምዘይብሉ ህዝባዊ ወያነ ሓርነት ትግራይ ኣብ ሰሙናዊ መግለፂኡ ሓቢሩ ኣሎ። ክቡራት ተኸታተልቲ ሚድያ ወይን ድሕሪ እዛ መሰጋገሪት ዜማ ዝርዝር ትሕዝቶኦም ክስዕቡ እዮም ሓቢርኩምና ፅንሑ። ወይን ወይን ወይን ውላድ ህዝቢ ልሳን ውድብ ተምሳሌት ተንህቢ ወይን ወይን ወይን መሰረት ሎሚ ንቕድሚት ሰጉሚ ምምላስ ተወንዚፉ ዝጸንሐ ቤት ምኽሪ መንግስቲ ትግራይ ምስ ኲናትን ወረ ዂናትን ፍጹም ዘተኣሳስር ከም ዘይብሉ ህዝባዊ ወያነ ሓርነት ትግራይ ኣብ ሰሙናዊ መግለጺኡ ሓቢሩ። ዝርዝር ትሕዝትኡ ስዒቡ ክቐርብ እዩ። ህዝባዊ መንግስትና ንዕውትነት መኸተና ብኣስታት 2.8 ሚልዮን ህዝቢ ዝተመረፀን ውክልና ህዝቢ ትግራይ ዝሓዘን ቤት ምኽሪ መንግስቲ ትግራይ ካብ 27 ሚያዝያ 2018 ዓ ም ጀሚሩ ዕላዊ ስርሑ ጀሚሩ ኣሎ ፈላሚ ጉባኤኡ ብምክያድ እውን ፕሬዝደንት ኣፈ ጉባኤን ምክትል ኣፈ ጉባኤን ብምምራፅ ዝተፈላለዩ ውሳነታት ብምሕላፍን ሞሽን ብምፅዳቕን ብዓወት ተዛዚሙ ኣሎ ቤት ምኽሪ መንግስቲ ትግራይ ንስምምዕ ፕሪቶርያ ስዒቡ ምእንተ ሰላም ተወንዚፉ ዝፀንሐ እዩ ስርዓት ብልፅግና ንስምምዕ ፕሪቶርያ ሙሉእ ብሙሉእ ስለ ዘፍረሶ ድማ እቲ ተወንዚፉ ዝፀንሐ ቤት ምኽሪ ህዝቢ ትግራይ ናብ ስርሑ ክምለስ ግድን ስለ ዝኾነ ብዕሊ ተመሊሱ ስርሑ ጀሚሩ ኣሎ። ቤት ምኽሪ መንግስቲ ትግራይ ከምቶም ካልኦት ትካላት ህዝቢ ትግራይ ህልውንኡ ከብቅዕን ንኽብተንን ብውሽጥን ደገን ዝተዋደደ ወፍሪ ክካየደሉ ዝፀንሐ እዩ። እቲ ሕዚ ኣብ ደንበ ፀላኢ ተዓሲቡ ዝርከብ ብሄራዊ ክሕደት ዝፈፀመ ጉጅለ ንቤት ምኽሪ ንምፍራስ ዘይፈንቀሎ እምኒ የለን። ካብዚ ሓሊፉ እውን ዓቕሚ ትግራይ ክበታተን ፀግዒ ፀላኢ ኮይኑ ህዝቢ ትግራይ ብመሰረት ስምምዕ ፕሪቶርያ ሉኣላውነተይ ይመለስ፣ ሞትን ስቓይን የብቅዕ፣ ውሑስ ብዝኾነ መንገዲ ናብ መረበተይ ክምለስ ይገበር፣ ተሓታትነት ጀኖሳይድ ይረጋገፅ እንትብል ደላይ ኹናት ዝብል ሽም እናተለጠፈ ኣፍ ኣፍ ልጓም ክብል እዩ ፀኒሑ። እዚ ድማ ነቲ ህዝቢ ትግራይ ከም ህዝቢ ንምፅናት ብትልሚ ዝሰርሕ ዘሎ ስርዓት ብልፅግና ምችው ኩነታት ዝፈጠረን ኩነታት ህዝቢ ትግራይ ድማ ካብ ዝገደደ ናብ ዝበኣሰ ዘንቆልቆለሉ ባይታ ፈጢሩ ፀኒሑ እዩ። ሻድሻይ ዘመን ሻድሻይ ስሩዕ ጉባኤ ቤት ምኽሪ መንግስቲ ትግራይ ንምዕንቃፍ የኽእሉ እዮም ዝበሎም ኩሎም መንገድታት ካብ ውሽጥን ደገን ብዝተዋደደ መንገዲ ተፈቲኖም እዮም። ኣብ ድርኡ ህዝብናን ኣባላት ቤት ምኽርን ንምርዓድ ተተኳሲ ፍንጀር ተገይሩ ድሮናት ስርዓት ብልፅግና ኣብ ሰማያት መቐለ ክዝንብያ ዝቐነያ ኮይነን እቲ ጉባኤ ኣብ ዝካየደሉ ሰዓት ድማ ነፋሪት ውግእ ብምልኣኽ ከተዓናቐፎ ፈቲኑ እዩ። እንተኾነ ግን ኣባላት እቲ ቤት ምኽሪ ይኹን መሪሕነትና መስዋእቲ ዝኽፈል እንተኾይኑ እውን ንመሰል ዓርሰ ውሳነ ህዝቢ ትግራይ ዝኽፈል መስዋእቲ እዩ ብምባል ኣብ ክውስንዎም ዝሓዝዎም ኣጀንዳታት ዘትዮም ጉባኤኦም ብዓወት ዛዚሞም እዮም። ፕሬዚደንት መንግስቲ ትግራይ ፈፃሚ ኣካል ወዲቡ ቤት ምኽሪ ብዝሃቦ ሓላፍነት መሰረት እውን ፈላሚ ኣኼባ ካቢኔ ብምግባር ዕላዊ ስርሑ ጀሚሩ እዩ ምላስ ቤት ምኽሪ መንግስቲ ትግራይ ንህዝቢ ትግራይ መቃለሲ ማእኸል ክህልዎ ዘኽእል እዩ ትግራይ ስሩዕ መንግስታዊ ቁመና ብዘለዎ መንግስቲ ክትመሓደረን ኣብ ፈፃሚ ኣካል ቐፃሊ ዝኾነ ቁፅፅርን ተሓታትነትን ክሰፍን ዝገብር እዩ እቲ ቐንዲ ድማ ዓቕምታት ትግራይ ብምውዳብ ብሄራዊ ትካላት ህዝቢ ትግራይ ነቲ ከም ህዝቢ ገጢሙና ዘሎ ሓደጋ ዝምጥን ቁመናን ምውዳድን ፈጢረን ክሰርሓ ዘኽእል እዩ። ብሓፈሻ ድማ እቲ ብዝተዋደደ መንገዲ ክብተን ክስረሐሉ ዝፀንሐ ዓቕምታት ትግራይ ክእከብ ንዝመፁ ብደሆታት ክምክት ዘኽእል ዓቕሚ ዝፈጥር እዩ። በዚ እውን ሉኣላዊ ወሰን ትግራይ ክኽበር፣ ኣብ ትሕቲ ወረርቲ ዝቕተሉን ዝግፍዑን ዘለዉ ወገናትና ሓራ ክወፁ፣ ዝተመዛበሉን ዝተሰደዱን ወገናትና ናብ መረበቶም ክምለሱ፣ ተሓታትነት ፈፀምቲ ጀኖሳይድ ክረጋገፅ ተሓታትነት ፈፀምቲ ጀኖሳይድ ክረጋገፅ፣ ዳግመ ህንፀትን ሕውየትን ትግራይ ክጅመር ብሓፈሻ ህዝቢ ትግራይ ኣንፀላልይዎ ካብ ዘሎ ሓደጋ ህልውና ወፂኡ ውሕስንኡ ክረጋገፅ ዘኽእል ቃልሲ ክካየድ ባይታ ዝፈጥር እዩ። ዘተን ድርድርን ንምክያድ ኣብ ዝግበር ፃዕሪ እውን ተወሳኺ ዓቕሚ ዝፈጥር እዩ። መላእ ህዝቢ ትግራይ ንሰላም ካብ ዘለካ ባህጊ ስምምዕ ፕሪቶርያ ክፍፀም ብዓቕልን ትዕግስትን ክትሓትት ፀኒሕኻ ኢኻ። እንተኾነ ግን ስርዓት ብልፅግና ነቲ ስምምዕ ከም ካሊእ መልክዕ ጀኖሳይድ እናተጠቐመሉ ብምፅናሕ ሕዚ ድማ ጠቕሊሉ ኣፍሪስዎ ኣሎ። ሕዚ እውን ከም ቀደምካ ነቲ ኣንጸላልዩካ ዘሎ ሓደጋ ህልውና ንምውሓስ ኣብ ጎኒ መንግስትኻን መሪሕ ውድብኻ ህወሓትን ዓሲልካ ወሳናይ ተራኻ ከም እትዋጻእ ኣየጠራጥርን። ነቶም ዓቕሚ ፈጢርካ ካብዚ ሓደጋ ከይትወጽእ ብቐጻሊ ኣብ ሓድነትካን ውዳበታትካን ትኹረት ብምግባር ዝግበሩ ዘለዉ ናይ ውሽጥን ደገን ወፍርታት ካብ ዝኾነ ይኹን እዋን ንላዕሊ ብምቅላስ ነቲ ዘይተርፍ ዓወትካ ዘቀላጥፍ ቃልሲ ክትገብር ይግባእ። ምምላስ ተወንዚፉ ዝጸንሐ ቤት ምኽሪ መንግስቲ ትግራይ ምስ ኩናትን ወረ ኩናትን ፍፁም ዘተኣሳስር የብሉን። ህዝቢ ትግራይን መሪሕ ውድቡ ህወሓትን ሕዚ እውን ቅዋሞም ኩሎ መፈላላያት ብዘተን ድርድርን ክፍትሑ ኣለዎም ዝብል እዩ። ካብዚ ሓሊፉ ብህዝቢ ዝተመረፀ መንግስቲ ናብ ስርሑ ምምላስ ብዝኾነ ይኹን መልክዕ መንቀሊ ኩናት እዩ ኢልና ከምዘይንኣምን በዚ ኣጋጣሚ ክንገልፅ ንደሊ።

ቀንዲ ውራይ መንግስቲ ትግራይ ሃለዋትን ድሕንነትን ህዝቢ ትግራይ ምርግጋፅ ከምዝኾነ ፕሬዝደንት ብሄራዊ ክልላዊ መንግስቲ ትግራይ ዶክተር ደብረፅዮን ገብረሚካኤል ገሊፆም። ዶክተር ደብረፅዮን ነዚ ዝበሉ ኣብ እዋናዊ ኩነታት ተመልኪቶም ኣብዚ ሰሙን ንጋዜጠኛታት ኣብ ዝሃብዎ መብርሂ እዩ። እቶም ፕሬዝደንት ከምዝበልዎ ስምምዕ ውዕሊ ፕሪቶርያ ብወገን መንግስቲ ፌዴራል ዋላ እኳ እንተፈረሰ ህወሓትን ህዝቢ ትግራይን ግና ብትዕግስቲ ከምዝፀንሑ ኣዘኻኺሮም።
ፖለቲካዊ ኣፈላላያት ክፍታሕስ ይትረፍ ከፍ ኢልካ ምዝራብ እውን ኣይተኽኣለን። ንሕናስ ለመንቲ ኢና ኮይና ኣክቡና እንዶ ንዘራረብ እንዶ ወረቐት ኣብ ልዕሊ ወረቐት ይፀሓፍ ዓመት ጥራሕ ዓሰርተ ደብዳቤ ኢና ፅሒፍና ናቱ ናይ ዓለም ለኸ ማሕበረሰብ ናይ ኣፍሪካ ሕብረት ጀሚሩ ማለት ክሳብ ሕቡራት መንግስታት ያው ከምትፈልጥዎ እዩ ምንም እተበለ ነገር የለን ትግራይ ኣብ ትሕቲ ግዜ ምሕዳር ክነብር ኣይኮነ ነይሩ እቲ ውሳነ እቲ ናትና ብፍላይ እቲ ህዝባዊ ኮንፈረንስ ነቲ ግዜ ምሕዳር ዘጣየሸ ኣብ ሽዱሽተ ወርሒ ኣትብል ነይራ ኣብ ሽዱሽተ ወርሒስ ናብ መረፃ እንተነዊሓ ሓደ ዓመት ድሕሪ ሰለስተ ዓመት እውን ክግበር ኣይከኣለን። ከይዱ ከይዱ እውን እቲ ስምምዕነት ናይ ውልቀ ሰባት እዩ ተባሂሉ ናይ ክስቶ ወዲ ክስቶ እዩ ተባሂሉ ኣይንፈልጦን ስምምዕነት ተባሂሉ ብዕሊ ተኣውጁ ነቲ ዝፈረመ ኣካል ውድብ ህወሓት እውን ኣይፈልጠካን እየ ተባሂሉ እዚ ንባዕሉ ልዕሊ ሓደ ዓመት ገይሩ ኣሎ ነዚ እቲ ስምምዕነት ብተደጋጋሚ ፈሪሱ እዩ ካብ ዝፈርስ እውን ፀኒሑ እዩ። ኣብ ትግራይ ዘሎ ፀገም ንምፍታሕ ድማ ከም ህዝብን ውድብን መንግስቲ ትግራይ ናብ ስርሑ ብምምላስ ስራሕቲ ዝተጀመሩ እንትኸውን ቀንዲ ውራይ መንግስቲ ድማ ሃለዋትን ድሕንነትን ህዝቢ ትግራይ ምርግጋፅ ከምዝኾነ ዶክተር ደብረፅዮን ገሊፆም እዮም። እዚ ከይድና ከይድና ያው ሕዚ በቲ ሓዱሽ ውሳነ ናይ ቤት ምኽሪ ካቢኔ ናብ ምጥያሽ ኢና ንሰግር ዘለና። ያው ኣብ ኩሉ ዝኾም ዓይነት ፀበባ ኮይንካ እዩ ካሊእ መፍትሒ ውን የብልናን ናብዚ ኣቲኻ ምትዕራይ ክንጅምር ካብ ሓቋፋይ ትብል እያ ተወሲነ እያ ኣብ ቤት ምክሪ ካብ መጀመርያ ሓሳብ ውን ነይራ ናይ ሕወሓት ኣይተባህለን ሕወሓት እዩ ቅድሚ ሕዚ ተመሪፁ እሞ ሕወሓት ኣይተባህለ እቲ ዘሎ ህሉ ኩነታት መበገሲ ጌርካ ሓቋፋይ ካቢነ ይጣየሽ ዝብል ኢና ሓደ ንሰርሐሉ ዘለና ሕዚ ማለት እዩ ያው መበገሲኡ ሕዝቢ ትግራይ ናይ ኩሉ እያ ናይ ኩልና እያ ኩሉ ኣስተዋፅኦ ክገብረሉ ኣለዎ ሕገ መንግስታዊ ስርዓት እውን ንእቶ ኢልና ኣለና እቲ ሕገ መንግስቲ እውን ዝክልክለና ኣይኮነን እቲ ሕዚ ርብርብ ናይ ህልውናን ድሕነትን እዩ ልዕሊ እዚ ዝረኣ ኣጀንዳ የብልናን ሕዚ እውን ልዕሊ ህልውናን ድሕነትን የለን

ምስ ሚድያ ወይን ኣብ ሕጋውነትን ኣድላይነትን ምምላስ ቤት ምኽሪ ኣመልኪቱ ኣብ ዝነበሮ ፃኒሒት እዩ ብልዕሊ ክልተ ነጥቢ ሸሞንተ ሚልዮን ህዝቢ ትግራይ ድምፁ ሂቡ ዝመረፆ መንግስቲ ናብ ስሩዕ ስርሑ ምምፅኡ ትኽክለኛን እዋናውን ምዃኑ ዝገለፀ ተጋዳላይ ብርሃነ ቤት ምኽሪ ትግራይ ናብ ስርሑ ምምላሱ ድማ ኣብ ትግራይ ዘለው ፀገማት ሰናይ ምምሕዳር ክፈትሕ ትፅቢት ይግበር ኢሉ። ዝርኢ ቤት ምኽሪ ብዘይምንባሩ ትግራይ እውን ብዘይንቡር ሕጊ፣ ሕገ መንግስታዊ ስርዓት ወይ ናይ ምምሕዳር ስርዓት ካብ ጥንቲ ዝጀመረትን ንኻልኦት ዘምሀረት ትግራይ እውን ብዘይግባእና ብዘይንቡር ብግዝያዊ ምምሕዳር እናተብሃለ ዝሓለፉ ዓመታት ከምዘልካዮ እናተመርሐ ፀኒሑ ስለዝኾነ እቲ ህዝቢ ብዙሕ ስቓይ ሪኡ እታ ግልጋሎት ክረክብ ኣይከኣለን። ተደጋጊሙ ዝግለጽ ከይድካ ብዘለጸ ምስራሕ ዘልዮ ክም ዝገለጽካዮ ውራ መሬት ናብ ካልእት ገለ ከይከድና ኣብዚኣ ኣብ መቓልብታ ንነብረላ ሰፊሕ ኢዩ ብዙሕ ሰብ ኢዱ የእትወሉ ኣለው ተፈላለዩ ጥርዓናት ተጋዳላይ ብርሃነ ከምዝበሎ ንሰለስተ ዓመታት ተደራሪቡ ዝፀነሐ ፀገም ህዝቢ ትግራይ ቤት ምኽሪ ትግራይ ስለዝተመለሰ ኣብ ሓፂር እዋን ፀገማት ኩሎም ይፍትሑ ማለት ከምዘይኾነ ብምሕባር ኩሉ ኣካል ድማ ምስ ዝተመለሰ መንግስቲ ብሓባር ክሰርሕ ይግባእ ኢሎም። ኣብ ጎኒ እቲ ዝጣየሽ ኣብቲ ቤት ምኽሪ ኣብ ጎኒ እቲ ዝጣየሽ መንግስቲ ኣብ ጎኒ እቲ ውድብ ኮይኑ እቶም ፀገማት ንምቅላል ዝለዓለ ተራ ክህልዎ እዩ። ስለዚ ናይ ኩሉ ምትሕባር የድሊ እዩ። መፂኡ እኒኤ እንታይ ገይርካ ኣይኮነን። ንሕና እውን እዚኣ እዚኣ ንገብር ኣለና ተባእና ዝግበራ ንስኻ ከ እንታይ ትገብር ብዝብል ተሓጋጊዝና ህዝቢ ትግራይ ከም ልማዱ ተኸይድዎ እቶም ፀገማት ክቃለሉን ክፍትሑን ግበር እዩ። ናይ ኩሉ ሰብ ቃልሲ ፃዕሪ ይሓትት እዩ ንምባል። ወይን ወይን ወይን ውላድ ህዝቢ ልሳን ውድብ ተምሳሌት ንህቢ ወይን ወይን ወይን መሰረት ሎሚ ንቕድሚት ሰጉሚ
ኣብ ስዑዲ ዓረብ ክቕንፀሉ ሞት ተፈሪድዎም ዝርከቡ ኣማኢት ተጋሩ ስደተኛታት ምሕረትን ሓለዋን ክግበረሎም ፕሬዚደንት ብሄራዊ ክልላዊ መንግስቲ ትግራይ ዶክተር ደብረፅዮን ገብረሚካኤል ተማሕፂኖም። ፕሬዚደንት ትግራይ ዶክተር ደብረፅዮን ገብረሚካኤል ናብ ሚኒስተር ጉዳይ ወፃኢ ስዑዲ ዓረብ ልኡል ፈይሳል ቢን ፍርሃን ኣል ስዑድ ኣብ ዝለኣኽዎ ህፁፅ ፃውዒት ኣብ ስዑዲ ዓረብ ሞት ተፈሪድዎም ኣብ ሓደጋ ዝርከቡ ተጋሩ ስደተኛታት ምሕረትን ሓለዋን ክግበረሎም ፀዊዖም። ኣብዚ ሐዚ እዋን ካብ ትግራይ ዝኸዱ ስደተኛታት ኣብ ቀረባ ሞት ተፈሪድዎም ኣብ ሓደጋ ምቕንጻል ከም ዝርከቡ ብእሙን ጸብጻባት ፈሊጥና ኣለና ዝበሉ ዶክተር ደብረጽዮን፣ ኮይኑ ግና ህዝቢ ትግራይ ኣብ ቀረባ ታሪኽ ኣብ ዓለም ካብ ዘጋጠሙ ኣዕነውቲ ሰብኣዊ ሓደጋታት ሓደ ከም ዘጋጠሞ ኣብ ደብዳቤኦም ዝገለጹ ዶክተር ደብረጽዮን፣ እዞም ሕዚ ሞት ተፈሪድዎም ዝርከቡ ውልቀሰባት ድማ ብተፈጥሮ ገበነኛታት ኣይኮኑን፣ ንጹሃት ዜጋታት ኮይኖም ድሕንነትን ሓለዋን ብህይወት ንምንባርን ክብሉ ተስፋ ብምቑራጽ ኣዝዩ ከቢድ ካብ ዝኾነ ኩነታት እንተሓሸ ኢሎም ህይወቶም ንምድሓን ንምንባር ክብሉ ዝተሰደዱ ምዃኖም ገሊጾም እዮም። ሳዕቤን ናይቲ ኣብ ልዕሊ ትግራይ ዝቕጽል ዘሎን ዝተናውሐን ኣዕናውን ኲናት ብሚልዮናት ዝቑጸሩ ሰባት ተመዛቢሎም፣ ስድራቤታት ተበታቲኖም፣ መነባብሮኦም ዓንዮም፣ መሰረታዊ ስርዓታት ህይወት ድማ ፈሪሱ እዩ ዝበሉ ዶክተር ደብረጽዮን መቐጸልታ እዚ መዓት ከምኡ እውን እናቐፀለ ብዘሎ ሰብኣዊ ቅልውላዋት ብዙሓት ተጋሩ ካብ ምርጫ ዘይኮነስ ብፍርሒ ሞት፣ ሰብ ዝፈጠሮ ጥምየት ከምኡ እውን ብስርዓታዊ ፅዕንቶ ዝተደፋፍአ ተስፋ ምቑራፅ ካብ ዓዶም ክሃድሙ ተገዲዶም እዮም ኢሎም። ብመንፅር እዚ እዮም እዞም ስደተኛታት ካብ ዓዶም ወፂኦም ሓደገኛ ጉዕዞታት ዝገብሩ። ከምኡ ዝገብሩ ድማ ብዘይካ ተስፋ ብህይወትን ምንባርን መዕቖቢ ኣብ ዝረኸብዎ ቦታ ኣፍልጦ ክረኽቡ እዩ ዝብል እምነትን ካልእ ሒዞም ኣይኮኑን ዝበሉ እቶም ፕሬዚደንት ንግስነት ስዑዲ ዓረብ እዞም ወገናት ካብ ስቓይ ንምህዳምን ህይወቶም ንምዕቃብን ዘለዎ ኣድማሳዊ ሰብኣዊ ባህርያዊ ድሌት ኣብ ግምት ክተእቱ ጸዊዖም። ብምዃኑ ድማ ንግስነት ስዑዲ ዓረብ ብጽቡቕ ዝተመስረተ ትውፊታት ርህራሄ፣ እስላማዊ መትከላት ምሕረት፣ ከምኡ'ውን ክብሪ ደቂ ሰባት ኣብ ምድጋፍ ዘለዎ መሪሕነት ተራ መበገሲ ብምግባር ነዞም ወገናትና ምሕረትን ሃለዋትን ክትገብርሎም ብኣኽብሮተይ ይጽውዕ ኢሎም ዶክተር ደብረጽዮን ኣብ ደብዳቤኦም። ማሕበረሰብ ዓለም እውን እቲ ክውሰድ ዝሕሰብ ዘሎ ስጉምትታት ኣብ ምግታእ እጃሙ ከወፊ ጸዊዖም። ክቡራት ተኸታተልቲ ሚድያ ወይን፣ ፍጻመታት እዚ ሰሙን እዞም ዝሰማዕኹምዎም ይመስሉ ነይሮም። ኣብ ቐጻሊ ሰሙን ብተመሳሳሊ ሰዓት ብኻልእ ትሕዝቶ ክንራኸብ ኢና። ክሳብ ሽዑ ሰሰናዩ ተመኒና። ትሕዝቶታት ሚድያ ወይን ስለ እትከታተሉ ነመስግን። በብእዋኑ ዝፍነዉ መደባት ወይን ንምክትታል ሳብስክራይብ፣ ላይክ፣ ሼር ብምግባር ቤተሰብ ኹኑ። ኹሉ ሃናፂ እትብልዎ ርእይቶኹም ክንቕበል ኢና። ሚድያ ወይን! ወይን ወይን ወይን ውላድ ህዝቢ ልሳን ውድብ ተምሳሌተ ንህቢ ወይን ወይን ወይን መሰረት ሎሚ ንቕድሚት ሰጉሚ